ሰላም ክቡራት ተኸታተልቲ እዚ ቪድዮ ከመይ ኣለኹም? ንሎሚ ኣብዚ ቪድዮ ብዛዕባ ሕማም ሽኮርን ከመይ ጌርካ ከም እትከላኸሎን ክንርኢ ኢና። ኣካላት ወዲ ሰብ ዝበዝሐ መግቢ ብምሕቃቕ ናብ ግሉኮስ ብምቕያር ናብ ሰራውር ደም ብምጉዓዝ ናብ ዝተፈላለየ ክፋል ኣካላትና ከም ምንጪ ኢነርጂ የገልግል። ዓቐን ግሉኮስ ኣብ ሰራውር ደም ምስ ዝበዝሕ ፓንክርያስ ወይ ከዓ ቆስጠ ኢንሱሊን ዝበሃል ሆርሞን ክተፍሪ ትጅምር። ኢንሱሊን ዝበሃል ሆርሞን ካብ ቤታ ሰልስ ዝበሃሉ ዋህዮታት ናይ ቆስጠ ይፈርዩ። ኢንሱሊን ግሉኮስ ናብ ዋህዮታት ንኽኣቱን ከም ምንጪ ኢነርጂ ንኽጥቀሙሎምን ይሕግዝ። ሕማም ሽኮር ኣብ ዘለዎም ሰባት ግና ብሰንኪ ዋሕዲ ኢንሱሊን ወይ'ውን ዋህዮታት ንሓበሬታታት ኢንሱሊን ግብረ መልሲ ብዘይምሃብ ዓቐን ግሉኮስ ኣብ ደም ከም ዝውስኽ ይገብር። ድሕሪ ግዜ ልዑል ዓቐን ግሉኮስ ኣብ ደም ዝተፈላለዩ ናይ ጥዕና ጸገማት ከስዕብ ይኽእል፣ ብፍላይ ኣብ ልቢ፣ ኩሊት ከምኡ'ውን ናይ ዓይኒ ጸገማት ከስዕብ ይኽእል። ሰለስተ ዓይነት ሽኮር ኣለዉ፣ ሽኮርያ ዓይነት ሓደ፣ ሽኮርያ ዓይነት ክልተ፣ ከምኡ'ውን ኣብ ግዜ ጥንሲ ዘጋጥም ሽኮርያ ከኣ ይበሃሉ። ንሎሚ ኣብዚ ቪድዮ እምበኣር ንሰለስተ ዓይነታት ሽኮርያ ሓደ ብሓደ ክንርእዮም ኢና። ሽኮርያ ዓይነት ሓደ፣ እዚ ዓይነት ሽኮርያ ስርዓተ ምክልኻል ኣካላት ንናይ ገዛእ ርእሱ ዋህዮታት ማለት ንናይ ቆስጠ ብጌጋ ብምጥቃዕ ኢንሱሊን ንኸይተፍሪ ይገብር። ስለዚ ቀዳማይ ዓይነት ሽኮርያ ዘለዎም መዓልታዊ ኢንሱሊን ክወስዱ ይግባእ። ዝበዝሐ ግዜ ቀዳማይ ዓይነት ሽኮርያ ኣብ ንኣሽቱን መንእሰያትን ይርኣ፣ ይኹን ደኣ እምበር ኣብ ዝኾነ ክሊ ዕድመ ክርኣ እውን ይኽእል እዩ። ኢንሱሊን ከምቲ ቀዲምና ዝገለጽናዮ ሽኮር ናብ ዋህዮታት ንኽኣቱ ይጠቅም። ኣብ ኣካላትና ዋሕዲ ኢንሱሊን ምስ ዝህሉ ዋህዮታት ሽኮር ንምጥቃም ኣይክእሉን። ስለ ዝኾነ ሽኮር ብብዝሒ ኣብ ሰራውር ደም ይእከብ። ምውህላል ሽኮር ኣብ ሰራውር ደም ብርቱዕ ዕንወት ጸገማትን ኣብ ኣካላት ከስዕብ ይኽእል። እቲ ሓሙሽተ ክሳብ ዓሰርተ ሚእታዊት ናይ ሽኮርያ ዘለዎም ብቀዳማይ ዓይነት ሽኮርያ ዝተጠቑ እዮም። ሽኮርያ ዓይነት ሓደ ንምክልኻል ኣይከኣልን እዩ። ይኹን ደኣ እምበር ምስ ኣጋጠመ ዓቐን ሽኮር ንምቁጽጻር ኢንሱሊን ምውሳድ ይከኣል እዩ። ምልክታት ቀዳማይ ዓይነት ሽኮር ኣብ ሓጺር ግዜ ክረኣዩ ይኽእሉ። እዞም ዝስዕቡ ገለ ካብቶም ክረኣዩ ዝኽእሉ ምልክታት እዮም። ብርቱዕ ጽምኢ፣ ቀጻሊን ቅልጡፍን ሽንቲ፣ ድሩቕ ቆርበት፣ ቅልጡፍን ዓሚቝን ምስትንፋስ፣ ቃንዛ ርእሲ፣ ናይ ጅማት ምድራቕ፣ ድኻም፣ ተምላስን ዕግርግርን፣ ቃንዛ ከብዲ፣ ምድንዛዝን ሕውዝውዝ ዝብል ናይ ዓይኒ ጸገማትን ትሑት ናይ ቁስሊ ምሕዋይ መስርሕ፣ ቅልጡፍ ምጉዳል ሚዛን ሰብነት፣ ቅልጡፍ ምልውዋጥ ሙድ ወይ ከኣ ኩነት ክህልዉ ይኽእሉ። ይኹን ደኣ እምበር ዝያዳ ንምርግጋጽ ናብ ሓኪም ብምቕራብ ምርመራ ደም ብምግባር ክፍለጥ ይከኣል እዩ። ጠንቂ ሽኮርያ ዓይነት ሓደ ብተወርሶ ካብ ስድራቤት ናብ ውሉድ ክመሓላለፍ ይኽእል። ብዘይካዚ እቲ ዝዓበየ ጠንቂ ስርዓተ ምክልኻል ኣካላት ብጌጋ ንናይ ፓንክርያስ ወይከኣ ናይ ቆስጠ ቤታ ሰልስ ዝበሃሉ ዋህያታት ብምዕናው ኢንሱሊን ኣብ ኣካላትና ብውሑድ ዓቐን ወይ ውን ጠቕሊሉ ኣይፈርን። ብሰንኪ እዚ ከኣ ግሉኮስ ወይ ከኣ ሽኮር ኣብ ኣካላትና ብምውህላል ከቢድ ሓደጋን ዕንወትን ከውርድ ይኽእል። ይኹን ደኣ እምበር ኣብ ቀዳማይ ዓይነት ሽኮር ብ ጉድለት ኣመጋግባ ኣይስዕብን እዩ። ቀዳማይ ዓይነት ሽኮር መርመራ ናይ ደም ብምግባር ኣውቶ ኣንቲቦዲስ፣ ብምልላይ ክፍለጥ ይከኣል። ብተወሳኺ ናይ ሽንቲ ምርመራ ብምግባር ኬቶንስ ኣብ ሽንቲ እንተተረኺቡ ቀዳማይ ዓይነት ሽኮርያ ኣሎካ ማለት እዩ። ኬቶንስ ኣብ ሽንቲ ምስ ዝርከብ ኣካላትና ስብሒ ከም ምንጪ ኤነርጂ ይጥቀም ከም ዘሎን እዚ ከኣ ምልክት ምርመራ ሽኮርያ ዓይነት ሓደ እዩ። ሽኮርያ ዓይነት ሓደ ዘለዎም ሰባት ዓቐን ሽኮር ኣብ ደሞም ንምቁጽጻር ኢንሱሊን ንምውሳድን ኢንሱሊን ፓምፕ ብምውሳድ መዓልታዊ ክትትል ክገብሩ ይግባእ። እትወስዶም ዓቐን ኢንሱሊን ምስ ሓኪምካ ብምርዳእ መዓልታዊ ክትወስዶምን ክትቆጻጸሮምን ይግባእ። ሽኮርያ ዓይነት ሓደ፣ ሃይፖግላይሲሚያ፣ ወይ ከኣ ትሑት ዓቐን ሽኮር ኣብ ደም፣ ማለት ሰብዓ ሚሊሊትር ፐር ደሲሊትር፣ ከምኡ'ውን ኬቶኣሲዶሲስ፣ እዚ ማለት ከኣ ጸላም ከብዲ ንስብሒ ብምሕቃቕ ከም ምንጪ ኢነርጂ ንክጥቀም ምስ ዝጅምር ኬቶን ዝበሃሉ ኣሲድ ክፍጠር ይጅምር። እዞም ሓልክታት ንምቁጽጻር ብቐጻሊ ምስ ሓኪምካ እናተረዳዳእኻ ቁጽጽር ምግባር የድሊ። ብዘይካዚ ቀጻሊ ምንቅስቓስ ኣካላት ምግባር ከምኡውን እኹል ድቃስን ዕረፍትን ምውሳድ የድሊ። ብዘይካ እዞም ዝተጠቕሱ ጥዑይ መግቢ ምምጋብ፣ ኣሕምልትን ፕሮቲንን ውሑድ ዓቐን ካርቦሃይድሬትን ዘለዎም ምምጋብ ኣገዳሲ እዩ። ንጡፍ ኣካላዊ ምንቅስቓስ፣ ዓቕን ጸቕጢ ደምካ ምቁጽጻር ከምኡውን ዓቕን ክለስትሮል ምቁጽጻር ኣገደስቲ ክውሰዱ ዝግብኦም መስርሕ እዮም። ሃይፖግላይሲሚያ ማለት ዋሕዲ ዓቐን ሽኮር ኣብ ደም ብዝተፈላለዩ ምኽንያታት ክስዕብ ይኽእል። ንኣብነት ብዙሕ ዓቐን ኢንሱሊን ምውሳድ፣ ንዝወሰድካዮ ኢንሱሊን ዘይመጣጠን እኹል ዝኾነ ካርቦሃይድሬት ዘለዎም መግብታት ዘይምውሳድ፣ ኣልኮላዊ መስተ ምስታይን ውዑይ ራህዲ ዘለዎ ኩነታት ኣየር ኣብ ዘለወሉ ኩነታትን፣ ኣብ ደቂ ኣንስትዮ ኣብ ግዜ ፔርዮድ፣ ኣብ ግዜ ግርዝውና ከምኡ'ውን ነዊሕ ግዜ ኣካላዊ ምንቅስቓስ ምዝውታርን ገለ ካብቶም ሃይፖግላይሲምያ ወይ ከኣ ዋሕዲ ዓቐን ሽኮር ኣብ ደም ንኽህሉ ዝገብሩ እዮም። ሽኮርያ ዓይነት ክልተ፣ ሽኮርያ ዓይነት ክልተ፣ ኢንሱሊን ኣብ ኣካላት ዋላ እኳ እንተፍረዩ፣ ዋህዮታት ግና ዝኾነ ግብረ መልሲ ስለ ዘይህቡ፣ ግሉኮስ ብግቡእ ስርሑ ንኽፍጽም ኣይክእልን። ኣብ ከምዚ ኩነታት ልዑል ዓቐን ሽኮር ኣብ ደም ስለ ዝእከብ፣ ቆስጠ ልዑል ዓቐን ኢንሱሊን ንኽተፍሪ ትሕተት። ቆስጠ ልዑል ዓቐን ምፍጣር ዓቐን ሽኮር ክተጉድል ትጽዕርን። ይኹን ደኣ እምበር፣ ዋህዮታት ንሓበሬታታትን ሓገዝን ኢንሱሊን ዝግባእ ግብረ መልሲ ስለ ዘይህቡ፣ ልዑል ዓቐን ሽኮር ኣብ ደም ይህሉ። ልዑል ዓቐን ሽኮር ኣብ ኣካላት ጉድኣት ከውርድ ይኽእል። ሽኮር ኣብ ጸላም ከብድን ከምኡ'ውን ጅማውትን ክኽዘኑ ይጅምሩ። ኣዝዩ ምስ ዝበዝሕ ጸላም ከብዲ ንዝተረፉ ሽኮር ናብ ስብሒ ኣካላት ብምቕያር ክብደት ሰብነት ይውስኽ። ጠንቂ ሽኮር ዓይነት ክልተ፣ ልዑል ዓቐን ጸቕጢ ደም፣ ልዑል ዓቐን ትራይግላይሰራይድስ ዝበሃሉ ዓይነት ስብሒ እዚ፣ ትሑት ዓቐን ኤችዲኤል ዝበሃሉ ዓይነት ከለስትሮል፣ ከምኡውን ልዑል ዓቐን ኤልዲኤል ዝበሃሉ ከለስትሮል ካብ ናይ ስድራ ወይ ብጀነቲካዊ ተወርሳኣዊ ናብ ውሉድ ዝመሓላለፍ፣ ከምኡውን ኣካላዊ ዘይንጡፍ ምንቅስቓስ ገለ ካብቶም ጠንቅታት ንዓይነት ሽኮርያ ክልተ እዮም። እቲ ሳልሳይ ዓይነት ሽኮር ሽኮርያ ኣብ ግዜ ጥንሲ ዝበሃል እዩ። እዚ ዓይነት ሽኮርያ ኣብ ግዜ ጥንሲ ዝስዕብ ኮይኑ ልክዕ ከምቶም ካልኦት ዓይነታት ሽኮር ልዑል ዓቐን ሽኮር ኣብ ደም ብምፍጣር ንጥዕና ነብሰጾርን ዕሸልን ብኣሉታ ይጸሉ። መብዛሕትኡ ግዜ ኣብ ግዜ ጥንሲ ዝረኣ ዓይነት ሽኮርያ ጥዑያት ዓይነታት መግብታት ብምምጋብን እኹል ዝኾነ ምንቅስቓስ ኣካላት ብምምዝዘውታርን እቶም ምልክታት ኣሉታዊ ሳዕቤናትን ክቅንስ ይከኣል እዩ። ኣብ ግዜ ጥንሲ ዝስዕብ ሽኮርያ ዝበዝሐ ግዜ ድሕሪ ሕርሲ ዓቐን ሽኮር ኣብ ደም ናብ ንቡር ዝምለስ እዩ። ይኹን ደኣ እምበር ኣብ ሓደጋ ካብ ሽኮርያ ዓይነት ክልተ ናይ ምምዕባል ዝለዓለ ተኽእሎ ኣሎ። ምልክታት ሽኮርያ ኣብ ግዜ ጥንሲ ዋላኳ ዝበዝሐ ግዜ ዝርእ ምልክታት ኣይሃሉ፣ ብርቱዕ ጽምኢ ማይን ቀልጢፍካ ሽንቲ ምሻንን ዝኣመሰሉ ምልክታት ክረኣዩ ይከኣል እዩ። ጠንቂ፣ ዋላ እኳ ንጹር ዝኾነ ጠንቂ ኣይፈለጥ፣ ቅድሚ ሕርሲ ክቱር ዝኾነ ግዝፊ ሰብነት፣ ንኣብ ግዜ ጥንሲ ዝረኣ ሽኮርያ ዝዓበየ ተራ ይጻወት፣ ብተወሳኺ ኣብ ግዜ ጥንሲ ዝረኣዩ ምዝንባዕ ዓቐን ሆርሞናት እውን ንምጥቃም ግሉኮስ ከም ዝዛባዕ ስለ ዝገብሮ ከም ተወሳኺ ጸገም ክረኣ ይኽእል። ተወሰኽቲ ጠንቂ ሽኮርያ ኣብ ግዜ ጥንሲ ክስዐ፣ ሚዛን ሰብነት ካብ ንቡር ንላዕሊ ምስ ዝኸውን ንሽኮርያ ኣብ ግዜ ጥንሲ ክቃልዓና ይኽእል። ኣካላዊ ምንቅስቓስ ዘይምግባር፣ ናይ ስድራቤት ወይ ተወርሶኣዊ ሽኮርያ ምስ ዝህሉን ኩነተ ቅድመ ሽኮርያ ምስ ዝህሉን እዚ ማለት ምልክታት ሽኮርያ ዘይብሉ ግን ልዑል ዓቐን ሽኮር ኣብ ሰራውር ደም ከምዝህሉ ደሓር ናብ ምሉእ ሕማም ሽኮርያ ዓይነት ክልተ ይምዕብል ማለት እዩ። ሓልክታት ሕማም ሽኮርያ ኣብ ግዜ ጥንሲ ምስ ንርኢ ድማ ሕማም ሽኮር ኣብ ነብሰጾራት ብግቡእ ምስዘይሕሎን ምስዘይሕከምን ናብ ሽኮርያ ዓይነት ክልተ ክምዕብል ይኽእል። ብተወሳኺ ነቲ ዕሸል እውን ጥዕናዊ ጸገማት ከስዕበሉ ይኽእል። ንኣብነት ነቲ ህጻን ልዑል ክብደት ክህልዎ ይገብር። ዓቕን ሽኮር ኣብ ደም ምስ ዝልዕል እቲ ህጻን ልዑል ክብደት ክህልዎ ይገብር። ስለዝኾነ ድማ እቲ ህጻን ብ C-section ወይ ከኣ ብመጥባሕቲ ክውለድ ይኸእል። ብዘይካዚ ፕሪተርም ወይ ከኣ ቅድሚ ግዚኡ ክውለድ ይኸእል እዩ። ልዑል ሽኮር ኣብ ግዜ ጥንሲ ምስ ዝህልዋ ህጻን ቅድሚ ዕለቱ ክውለድ ይኸእል እዩ። ብዘይካዚ ህጻን ጸገማት ምስትንፋስ ክህልዎ ይኸእል። ብሰንኪ ብ ግዜ ጥንሲ ዝህሉ ልዑል ሽኮር ኣብ ደም ህጻን ቅድሚ መዓልቱ ክውለድ ምስ ዝኽእል ልዑል ዝኾነ ናይ ምስትንፋስ ጸገማት ከስዕበሉ ይኽእል። ብዘይካዚ ነቲ ዝውለድ ህጻን ሽኮርያ ዓይነት ክልተ ናይ ምምዕባል ዕድሉ ልዑል ይኸውን። ምክልኻል ሕማም ሽኮር ምስ እንርኢ ድማ ቀዳማይ ዓይነት ሽኮር ክትከላኸሎ እኳ ዘይከኣል እንተኾነ ካልኣይ ዓይነት ሽኮርያን ከምኡ'ውን ኣብ ግዜ ጥንሲ ዝረኣ ዓይነት ሽኮርያን ጥዑይ መግቢ ምብላዕ እዚ ማለት ልዑል ጽሕጊ ዘለዎም ወይ ከኣ ፋይበር ዘለዎም መግብታት ምብላዕ ትሑት ስብሒ ዘለዎም ምምጋብ ከምኡ እውን ኣሕምልትን ፍረታትን ምምጋብ ሕማም ሽኮር ንምክልኻል ኣገደስቲ እዮም። ብዘይካዚ ምንቅስቓስ ኣካላት ብውሕዱ ሰላሳ ደቒቕ ንመዓልቲ ምንቅስቓስ ምግባር ፅቡቕን ንምክልኻል ሕማም ሽኮርያ ኣገዳስን እዩ። ክብደት ምቕናስ ማለት ልዑል ክብደት ምስ ዝህልወካ ክብደት ምቕናስ ኣብ ምጉዳል ልዑል ፀቕጢ ደም ከምኡ እውን ልዑል ሽኮር ኣገዳስን ቀንድን እዩ። ንሎሚ ዝነበረን መደብ ነዚ ይመስል። ኣብ ቀፃሊ ብኻልእ መደብ ክሳብ ንራኸብ ሰላም።